ኣርእስተ ዜና ሰላም ከተማ ባህር ዳር ምዕሳል ኣገዳሲ እዩ ክብሉ ምክትል ቀዳማይ ሚኒስትር ተመስገን ጥሩነህ ተዛሪቦም። ኣብ ክልል ትግራይ ኣብ ዝርከቡ ጥንታዊ ሓድግታት ስራሕቲ ሕድሳትን ፅገና እናተኻየደ ምዃኑ ቢሮ ባህልን ቱሪዝምን ግዜያዊ ምሕዳርቲ ክልል ኣፍሊጡ። ካብ ወፃኢ ኣሜሪካ ንዩክሬን እትህቦ ወተሃደራዊ ሓገዝ ንግዚኡ ደው ምባላ ኣፍሊጣ

ዕለተ ሰሉስ ዕስራን ሓሙሽተን የካቲት ክልተ ሽሕን ዓሰርተ ሸውዓተን ዓ ም ምሸት ሰዓት ሓደ ኣኺሉ ናባኹም ዝተዳለወ ማእዲ ዜና ኢቲቪ ትግርኛ ሒዝናልኩም ቀሪብና ኣለና ከመይ ትውዕሉ ከመይ ተውስዩ ክቡራት ተመልከትቲ ምስ ዜናታት ጌታቸው ኣሎ ምሳኹም ክጸንሐ ሰናይ ምክታል ንክኾነልኩም ድማ ትምኒትና እዩ ፈለማ ሓጸርቲ ዜናታት ኣኼባ ሰላምን ድሕንነትን ዞባ በይነ መንግስታት ልምዓት ምብራቕ ኣፍሪቃ ኢጋድ ኣብ ኣዲስ ኣበባ ይሳለጥ ኣሎ ኣብቲ መድረኽ ዋና ፀሓፊ ኢጋድ ዶክተር ወርቅነህ ገበዮ፣ ዳይሬክተር ፕሮግራም ሰላምን ድሕንነትን ኢጋድ ከምኡ እውን ዝተፈላለዩ ልኡኻት ልምዓትን ተረኺቦም። እቲ ኣኼባ ኢጋድ ከም ኣቆፃፅራ ኤውሮጳውያን ክልተ ሽሕን ዕስራን ሓምሽተን ዕስራን ሽዱሽተን ኣብ ሰላምን ድሕንነትን ቅድሚት ትኹረት ዝሃቦም ስትራቴጂካዊ ጉዳያት ምስ ድሌት መሓዙት ኣካላት ኣጠዓዒምካ ምኻድ ኣብ ዝከኣለሉ ኩነታት ንምዝታይ ዝዓለመ ከምዝኾነ ተገሊፁ። እቲ መስርሕ ምትሕብባር ኢጋድ ኣብ ምርግጋእ እቲ ዞባ ሓደጋ ቀዲምካ ንምክልኻልን ዲፕሎማስያዊ መፍትሕታት ተግባራዊ ንምግባርን ዘለዎ ቆራፅነት ከም ዘርኢ ምግላፁ ሓበሬታ ኢጋድ የመላኽት። ማእኸል ኢንተርናሽናል ኣዲስ ኮንቬንሽን ካብ ኮንፈረንስ ቱሪዝም ዝርከብ ኣታዊ ክብ ዘብል ከም ዝኾነ ሚኒስቴር ቱሪዝም ኣፍሊጡ። ሚኒስትር ዴኤታ ቱሪዝም እንደገና ኣበበ ከም ዝገለፅዎ እቲ ማእኸል ሰፋሕቲ ግልጋሎታት ንክህብ ተሓሲቡ ዝተሃነፀ እዩ። እቲ ማእኸል ኮንፈረንስ ቱሪዝም ንክስፋሕፋሕ ዝህልዎ ግደ ብዝተሓሰበሉ ልክዕ ክዋፃእ ንምግባር ምስ ዝምልከቶም ኣካላት ብምውዳድ እናተሰርሐ ምዃኑ እውን ተገሊፁ። ማእኸል ኢንተርናሽናል ኮንቬንሽን ኣዲስ ደረጅኡ ዝሓለወ ምዃኑ ንዓለም ለኸ ማሕበረሰብ ብዝተፈላለዩ ኣማራፅታት መራኸቢ ናይ ምፍላጥ ተግባራት ኣብ ቀፃሊ ከምዝውገን ኣብሪሆም። ኣዲስ ኣበባ ማእኸል ዲፕሎማሲ ምዃና ብዝበለፀ ዘጎልብት ብምዃኑ ዕዙዝ ዓወት ከምዝኾነ እውን ተዛሪቦም። ልምዓት መስኖ ፅዕንቶ ለውጢ ከባቢ ኣየር ንምክልኻል ልዑል ግደ ከምዘለዎ ተሓቢሩ። ልምዓት መስኖ ሉኣላውነት ምግቢ ካብ ምርግጋፅ ብተወሳኺ ፅዕንቶ ለውጢ ከባቢ ኣየር ንምክልኻል ልዑል ግደ ከም ዘለዎም ሚኒስቴር መስኖን ከባብታት ቆላን ገሊፁ። ሚኒስትር ኣማኻሪ መስኖን ከባብታት ቆላን ታዬ ሙሉጌታ ኢትዮጵያ ዘለዋ ማይ ተጠቒማ ብሙስኖ ልምዓታውነታ ንምርግጋፅ ጠመተ ሂባ ኣብ ምስራሕ ትርከብ ክብሉ ገሊፆም። በዙይ እውን ዘለዋ ሃፍቲ ማይን ስራሕ ሰፊሕ መሬትን ተጠቒማ ብመስኖ እትለምዕ ሃገር ምዃና ኣረጋጊፃ እያ ኢሎም። ካብ ግዘ ናብ ግዘ ብልምዓት መስኖ ልዑል ውፅኢት እናተመዝገበ ምምፅኡን ኣብ ዓውዲ ሕርሻ ቁጠባ ንምዕባይ ከምዝረድእ እውን ኣልዒሎም። ኣብ ክልል ትግራይ ኣብ ዝርከቡ ጥንታዊ ሓድግታት ስራሕቲ ሕድሳትን ፅገና እናተኻየደ ምዃኑ ቢሮ ባህልን ቱሪዝምን ጊዜያዊ ምሕዳርቲ ክልል ኣፍሊጡ። ኣብቲ ክልል ኣብ ራብዓይ ክፍለ ዘበን ዝተሃንፁ ጥንታዊ ኪነ ህንፃታት፣ ሓድግታትን ካልኦት ታሪኻዊ ቦታታትን መስሕብ ቱሪዝም ፅገናን ሕድሳት እናተገብረሎም ከም ዝርከብ ሓላፊ እቲ ቢሮ ዶክተር ኣፅብሃ ገብረ እግዚኣብሄር ተዛሪቦም። ኣብ ዝሓለፉ ሽዱሽተ ኣዋርሕ ዓሰርተ ዝኾኑ ጥንታዊ ገዳማት፣ ኣብያተ ክርስትያናትን ካልኦት ታሪኻዊ ቦታታትን ብሰብ ሞያ ሓድጊ ተጸጊኖም ንኣገልግሎት ክፍቲ ምዃኖም ተዛሪቦም። ጥንታዊ ቤተ መንግስቲ ይሓ፣ መስጊድ ኣልነጃሽን ሓውልቲ ኣኽሱምን ብተኾናተርቲ ህንጻ ወጻኢ ኣቢሎም ብጥንቃቐ ስራሕቲ ጽገንኦም እናተሳለጠ ከምዝርከብ ብምግላጽ፣ ኣብቲ ክልል ዝርከባ ኣርባዕቲኤን ዩኒቨርሲታት ሓገዝ ሰብ ሞያ ኣብ ምሃብ እጃመን እናገበራ ከምዝኾና ሓቢሮም። ኣብ ክልል ትግራይ ዝርከቡ ምፅጋን ሓድግታት ምሕላውን ምፍላጥን ንማሕበረሰብ ተኮር ልምዓት ቱሪዝም ንምስፍሕፋሕን ፍሰት በፃሕቲ ውሽጢ ሃገርን ወፃእን ንምውሳኽ ከምዝሓገዘ ግልጋሎት ዜና ኢትዮጵያ ፀብፂቡ። ዓውዲ ቱሪዝም ኢትዮጵያ ንምንቕቓሕ ዘኽእል ስምምዕ ተኸቲሙ። መገዲ ኣየር ኢትዮጵያ፣ ሚኒስቴር ቱሪዝምን ግልጋሎት ዜግነት ኢሚግሬሽንን ዓውዲ ቱሪዝም ንምንቕቓሕ ዘኽእል ስምምዕ ተፈራሪሞም። ሚኒስትር ቱሪዝም ሰላማዊት ካሳ፣ ዋና ዳይሬክተር ግልጋሎት ዜግነትን ኢሚግሬሽንን ሰላማዊት ዳዊትን ዋና ፈጻሚ ስራሕ መገዲ ኣየር ኢትዮጵያ ኣይተ መስፍን ጣሰውን ነቲ ስምምዕ ከቲሞምዎ። እቲ ስምምዕ ኢትዮጵያ ኣብ ሃፍቲ ቱሪዝም ዘለዋ ሰፊሕ ዕድል መበገሲ ብምግባር እቲ ዓውዲ ክስፋሕፋሕ፣ ክጠናኸር ከምኡ እውን ካብቲ ዓውዲ ዝርከብ ቁጠባዊ ረብሓ ንምዕባይ ዘኽእል ማዕቐፍ ምትሕብባር ንምዝርጋሕ ዝዓለመ እዩ ተባሂሉ። ኣይተ መስፍን ጣሰው ኣብቲ እዋን እቲ ስምምዕ መገደኛታት ኣብ ኢትዮጵያ ዑደት ንክገብሩ ልዑል እጃም ከምዘለዎ ኣልዒሎም። ሰላማዊት ካሳ ብወገነን መገዲ ኣየር ኢትዮጵያ ኣብቲ ዓውዲ ልዑል ዓቕሚ ከምዘለዎ ብምግላፅ እቲ ስምምዕ ታሪኻውን ተፈጥሮኣውን መስሕባት ቱሪዝም ብስፍሓት ንክዕዘቡ ይገብር እዩ ኢለን። እቶም ትካላት ስራሕቶም ብዝተቐላጠፈ መልክዑ ንክውገን ንክውግኑ ይሕግዝ እዩ ዝበላ ድማ ዋና ዳይሬክተር ግልጋሎት ዜግነትን ኢሚግሬሽንን ሰላማዊት ዳዊት እየን። ኢትዮጵያን ስዊድንን ምትሕብባረን ከም ዘጠናኽራ ገሊፀን። ሚኒስትር ዴኤታ ጉዳያት ወፃኢ ኣምባሳደር ምስጋኑ ኣርጋ ምስ ሚኒስትር ዴኤታ ፍትሒ ስዊድን ኣንደርሽ ሆል ተመያይጦም። ኣምባሳደር ምስጋኑ ኣብቲ እዋን ኢትዮጵያን ስዊድንን ነዊሕ ዓመታት ዘቑፀረ ክልቲኣዊ ርክብ ከም ዘለወን ኣልዒሎም። ርክብ ክልቲኤን ሃገራት ብዝበለፀ ንምጥንኻር ኣብ ዘኽእሉ ጉዳያት ዘተ ምክያዶም ተሓቢሩ። ብተዛማዲ ዜና ሚኒስትር ዴኤታ ፍትሒ ኣይተ በላይሁን ይርጋን ሚኒስትር ዴኤታ ፍትሒ ስዊድን ኣንደርሽ ሆል ኣብ ፍልሰትን ተተሓሕዝቲ ጉዳያትን ጠሚቶም ተዛቲዮም። ኣይተ በላይሁን ይርጋ ኣብቲ እዋን ዘተ፣ ገበን ዘይሕጋዊ ዝውውር ሰባት ሓዊሱ ስሩዕ ዘይኮነ ፍሰት፣ ፍልሰት፣ ፈተና ከም ዝኾነ ገሊፆም። እቲ ፀገም ንምክልኻል ዝተዋደደ ምትሕብባር ሃገራት ከም ዘድሊ ብዕቱብ ተዛሪቦም። ኢትዮጵያ ብሚሊየን ዝቑፀሩ ስደተኛታት ዑቕባ ሓተቲን ብምቕባል እተኣናግድ ሃገር ከም ዝኾነት ብምግላጽ፣ መንግስቲ ስዊድን ካብዚኦምን ካልኦት ምስ ፍልሰት ተተሓሓዝቲ ኣብ ዝኾኑ ጉዳያት ዝገብሮ ሓገዝ ንክቕጽል ሓቲቶም። ኣንደርስ ቶሬ ሆል ብግደኦም፣ ስዊድንን ኢትዮጵያን ኣብ ዓውድታት ፍትሒ፣ ቁጠባን ካልኦትን ብሓባር እናሰርሓ ምጽንሐን ብምግላጽ፣ ኣብ ቀጻሊ እውን እዚ ተግባር ተጠናኺሩ ከም ዝቕጽል ገሊጾም። ብፍላይ ኣብ ስራሕቲ ዓውዲ ፍትሒ፣ ልውውጥ ልምድን ህንፀት ዓቕሚን ዝምልከት ስራሕቲ ክትትል ከም ዝሰርሑ ሓበሬታ ሚኒስቴር ፍትሒ ኣመላኺቱ። ብኣዲ ዜና ኢቲቪ ትግርኛ ምክትታልኩም ትርከቡ ክቡራት ተኸታተልቲ መሪፅኩም ስለ ትከታተሉና ነመስግነኩም ሕዚ እውን ምሳና ፅንሑ ብዝርዝር ናብ ዝሓረናዮም ዜናታት ክንሰግር ኢና ሰላም ከተማ ባህርዳር ምዕሳል ኣገዳሲ'ዩ ክብሉ ምክትል ቀዳማይ ሚኒስትር ተመስገን ጥሩነህ ገሊፆም። እቶም ምክትል ቀዳማይ ሚኒስትር ካብ ትማሊ ኣትሒዞም ኣብታ ከተማ እናተወገኑ ዝርከቡ ስራሕቲ ልምዓት እናተዓዘቡ እዮም። ንፀብፃብ ኣሸናፊ እንዳለ ኣብርሃም ፍስሃ።
ኣብ ከተማ ባህርዳር ዝተፈላለዩ መሰረተ ልምዓታት እናተሳለጡ ይርከቡ። ኣብታ ከተማ እናተወገኑ ካብ ውሽጢ ዝርከቡ ገሊኦም ልምዓት ኮሪደር፣ ልምዓት ከባብታት ቃላይ ጣናን ህንፀት ዓለም ለኸ ስቴድየም ባህር ዳርን ተጠቀስቲ እዮም። ምክትል ቀዳማይ ሚኒስትር ተመስገን ጥሩነህ ካብ ትማሊ ኣትሒዞም ኣብታ ከተማ እናተወገኑ ዝርከቡ ስራሕቲ እናተዓዘቡ እንትኸውን፣ እቶም መሰረተ ልምዓታት ዝለዓለ ውፅኢት እናምፅኡ ምዃኖም ድማ ገሊፆም እዮም። እቶም ስራሕቲ ብዝለዓለ ፅሬት ንምዝዛም ክስራሕ ከምዝግባእ እውን ኣተሓሳሲቦም። ከተማ ባህር ዳር ሰላም ዝዓሰላ ምግባር ብምኽኣሉ ስራሕቲ ልምዓት ብኣግባቡ ንምውጋን ዓብዪ ግደ ከምዘለዎ ዝገለፁ እቶም ምክትል ቀዳማይ ሚኒስትር፣ እዚ ተረኺቡ ዘሎ ሰላም ክቕፅል ምግባር ከምዝግባእ እውን ኣመላኺቶም እዮም። ኣብዚ ሕዚ እዋን ኣብ ምዝዛም ዝርከብ ቀዳማይ ዙርያ ልምዓት ኮሪደር ዝተዓዘቡ ምክትል ቀዳማይ ሚኒስትር ተመስገን ጥሩነህ ብፅቡቕ ኩነታት ይቕፅል ምህላው ተዛሪቦም። ኮሪደር ልማት ነው ያየነው በጣም ጥሩ እየሄደ ያለ ልማት ነው።
ልምዓት ኮሪደር ኢና ተዓዚብና ብፅቡቕ ኩነታት ዝቕፅል ዘሎ ልምዓት እዩ። ኣብ ምዝዛም ከምዝርከብ እውን ርኢና ኢና። ልዕሊ ኩሉ ግን ልምዓት ኮሪደር ንከተማ ባህርዳር ፅባቐ ካብ ምፍጣሩ ብተወሳኺ ሕብረተሰብ እታ ከተማ ዝዘናገዐሉ ቦታ እውን ሓቢሩ ክስራሕ ምኽኣሉ እዩ። መገዲ መኪናን ሳይክልን ጥራሕ ዘይኮነስ መናፈሻ እውን ሓቢሩ ክስራሕ ምግባሮም ዓብዪ ጉዳይ እዩ። ብኻሊእ ገፅ ድማ ሰባት ብእግሪ እናኸዱ ኣብ ዝዘናግዕሉ እዋን ቃላይ ጣና ከይረእ ሸፊኑ ዝነበረ ጫካ ብምልዓል ኣብዚ ሕዚ እዋን ጣና ብክልተ ሰለስተ ገፅ ተኸፊቱ ክረኣ ተገይሩ እዩ። ምክትል ቀዳማይ ሚኒስትር ተመስገን ጥሩነህ ብሓፈሻ ኣብ ዑደቶም ካብ ዝተዓዘብዎ ነገር እቲ መሰረተ ልምዓት በቲ ዝድለ ብርኪ ንክቕፅል ዓብዪ ግደ ዝሕዝ ጉዳይ ሰላም ምዃኑ እውን ገሊፆም እዮም። ስለዝኾነ ድማ ከተማ ባህርዳር ዝረኸበቶ ሰላም ኣጠናኺርካ ምቕፃል የድሊ ክብሉ ኣተሓሳሲቦም። ከምንም በላይ ግን ባህርዳር በጣም ፍፁም ሰላማዊ ነው። ልዕሊ ኹሉ ከተማ ባህርዳር ሰላማዊት ኮይና ኣላ። ኣብ ብዙሕ ቦታ ተንቀሳቒስና ከም ዝተዓዘብናዮ፣ ህዝቢ እውን ብእግሩ ክንቀሳቐስን ክዘናጋዕን ርኢና ኢና። ብፍላይ ድሕሪ ሰዓት ጸሓይ ኣብ ዝኾነሉ እዋን ሕብረተሰብ ናብ ወሰናወሰን ጣና ከይዱ እንትዘናጋዕ ርኢና ኢና። ብጣዕሚ ሰላማዊት ከተማ እያ። ሰብ ሃፍቲ ቅድሚ ሕዚ ዝጀመርዎ ስራሕቲ ኣብዚ ሕዚ እናንቀሳቐሱ ምዃኖም እውን ተዓዚብና ኢና። እዚ ሰላም ብዝበለፀ ኣጠናኺርካ ምቕፃል ድማ የድሊ። እቶም ምክትል ቀዳማይ ሚኒስትር፣ ኣብ መወዳእታ፣ ዝውገኑ ዘለዉ ስራሕቲ ልምዓት ምዝዛም ጥራሕ ዘይኮነስ ብፅሬት ንምዝዛም ትኹረት ሂብካ ምርብራብ ከምዘድሊ እውን ኣፅንኦት ሂቦም ተዛሪቦም። ኢትዮጵያ ካብ ፍርያት ቡን እትረኽቦ ኣታዊ ንምዕባይ ብትኹረት ይስራሕ ምህላዉ ተሓቢሩ። ብዝተሰርሑ ስራሕቲ ኣብ ውሽጢ ሽዱሽተ ኣዋርሕ ዛጊድ ልዕሊ ክልተ ሚእትን ዒስራን ሰለስተን ሺሕ ቶን ቡን ናብ ወፃኢ ሰደድ ብምግባር ሓደ ነጥቢ ሓደ ሓደ ቢሊየን ዶላር ኣታዊ ከምዝተረኸበ በዓል መዚ ቡንን ሻህን ኢትዮጵያ ኣፍሊጡ። ንፀብፃብ ኣስረሳው ወግሼ፣ ኣባዲ ደመቀ።
ፍርያትን ምህርትን ቡን ክዓቢ ብምግባር ኢትዮጵያ ካብቲ ዘፈር ተረባሒት ንምግባር ብትኹረት እናተሰርሐ ይርከብ። ኣብ ክልል ሲዳማ ወረዳ ቤንሳ ሓረስታይ ቦሪሶ ኣማጅ ዘርኢ ቡን ካብ ምምሕያሽ ብተወሳኺ፣ ቡን ናብ ዝተፈላለዩ ሃገራት ዓለም ብምቕራብ ተረባሒ ምዃኖም ይሕብሩ። ማሳይ
ስምንት ሄክታር ከተኩል ነው። ሕርሻይ ሸሞንተ ነጥቢ ሓሙሽተ ሄክታር መሬት እዩ። ኣብ ዝሓለፈ ዓመት ዓሰርተ ሓሙሽተ ሚልዮን ረኺበ እየ። ናብ ኮርያ፣ ኣሜሪካ፣ ስዑድ ዓረብያን ቡን ሰደድ እናገበርኩ መፂኤ። ኢትዮጵያ ልዑል ሸርፊ ወፃኢ ካብ እትረኽበሎም ዕዳጋ ቡን ኣብ ዕዳጋ ቻይና ንኽቀርብ ኣፍልጦ ዝረኸበ ቡን ሲዳማ ሓደ'ዩ። ፕረዚደንት ማሕበር ኣሰናዳእትን ኣቕረብትን ቡን ክልል ሲዳማ ዘሪሁን ቃሚሶ፣ ኣብ ፍርያት ቡን ዝነበሩ ፀገማት ብምፍትሖም ኣብቲ ዘፈር ልዑል ምንቕቓሕ ይፍጠር ምህላዉ ሓቢሮም። በየኣካባቢው ያሉ ቡናዎች የየራሳቸው ፍሌቨር ነው ያላቸው የየራሳቸው ጣዕም አላቸው የየራሳቸው ጥራት አላቸው። በብከባቢኡ ዘሎ ቡን ናይ ባዕሉ ጣዕምን መቐረትን ኣለዎ። እዚ ብድርድር እቲ ቡና ክርከቦ ዝግባእ ኣታዊ ምርካብ እዩ። ክሳብ ሕዚ ሓረስታይ፣ መቕረቢ፣ ለኣኻይ ዋጋ ኣየውፅእን። ምኽንያቱ ቡናና ስለዘይፍለጥ። ኣብ ፍርያት ቡን ዝረኣዩ ዝነበሩ ፀገማት ፅሬትን ዕዳጋን፣ ብዝተገብረ ሪፎርም ልዑል ኣታዊ ይምዝገበሉ ከምዘሎ ምኽትል ዋና ዳይረክተር በዓል መዚ ቡና ሻሂ ሻፊ ዑመር ገሊፆም። ሁለት ሺ ኣስራ ስድስት አንድ ነጥብ ኣራት ሶስት ቢልየን ዶላር ነው ያገኘነው። ኣብ ክልተ ሽሕን ዓሰርተ ሽዱሽተን ሓደ ነጥቢ ኣርባዕተ ሰለስተ ቢልዮን ዶላር እዩ ተረኺቡ። ኣብዚ ዓመት ልዕሊ ኣርባዕተ ሚእቲ ሽሕ ቶን ቡን ሰደድ ብምግባር ክልተ ቢልዮን ዶላር ንምርካብ ኢና ተሊምና ዘለና። ካብዚ ክሳብ ሕዚ ሓደ ነጥቢ ሓደ ሓደ ቢልዮን ዶላር ረኺብና ኢና። ኣብ ሸውዓተ ወርሒ ማለት እዩ ክልተ ሚእትን ዕስራን ሰለስተን ሽሕ ቶን ቡን ናብ ወፃኢ ሰደድ ተገይሩ። ድሕሪ ሕዚ ድማ ከባቢ ክልተ ሚእቲ ሽሕ ቶን ቡን ሰደድ ብምግባር ሓደ ቢልዮን ዶላር ንምርካብ ኢና ንሰርሕ ዘለና። ኣብ ዘፈር ቡን ዝለዓለ ለውጢ እዩ ዝረኣ ዘሎ። ዕላዊ ኣብ ዝተገብረ መመሓየሺ ማክሮ ኢኮኖሚ ኢትዮጵያ ኣብ ንግዲ ቡን ዝረኣዩ ዝነበሩ ዘይሕጋዊ ተግባራት ንክእረሙ ምግባሩ እቶም ምክትል ዋና ዳይሬክተር ኣብሪሆም። ኣብ ኢትዮጵያ ልዕሊ ሓደ ሽሕ መፍረይቲ ቡን ናብ ወፃኢ ሰደድ ዝገብርሉ ፈቓድ ረኺቦም እናሰርሑ ከምዝርከቡ መረዳእታ እቲ በዓል መዚ የመላኽት።
ታሪኻዊ ቅያ ወለድናን በዓላትን ብስሩዕ ቅርፂ ረብሕኦም ተነፂሩ ወለዶ ክፈልጦ ከምዝግባእ ተገሊፁ። ክልል ደቡብ ምዕራብ ኢትዮጵያ ፀጋታት ቱሪዝም ክፅንዑ ብምግባር ምስ ጂኦስፓሻልን ስፔስ ሳይንስን ኢትዮጵያ ብምውዳድ ናብ ዕዳጋ ዓለም ለኸ ንምቕራብ ምድላዋት ከምዝወገነ ገሊፁ። ቴድሮስ ኣለማዮ ኣዘራሪብዎም ኣሎ። መርሃ ሰላም መርሳ ከምዝስዕብ ኣዋዲዱ ኣሎ።
ኣብ በርሊን ዝተገበረ ስምምዕ ምምቓል ሃገራት ኣፍሪካ ታሪክ ኲናት እምብለይ ንባዕዳዊ መግዛእቲ ቅርፁ ክቕይር ዝገበረ ናይ ታሪክ ኣጋጣሚ እዩ። ነዚ በዓል ናይ ሕዚ ኢትዮጵያዊ ወለዶ ብግቡእ ይርድኦ ኣሎ ንምባል ስግኣት ከም ዝሓድሮም መሳርሕትና ቴዎድሮስ ኣለማየሁ ኣብ ክልል ደቡብ ምዕራብ ኢትዮጵያ ዝረኸቦም ተቐማጢ ከተማ ኣዋሳ ገጣሚ፣ ጋዜጠኛን ሃያስን ኣይተ ነጋሽ ወልደኪዳን ይገልፁ። ናይዚ ታሪካዊ ክስተት ርዝነት ናይ መላእ ኣፍሪካውያን ጠመተ ምዃኑ እውን የብርሁ። ኣሁን ያለንበት ትውልድ የቱን ያህል ኣድዋን። ናይ ሕዚ ወለዶ ዓወት ኲናት ዓድዋ ብኸመይ ኣግባብ ይርድኦ ኣሎ ኣብ ዝብል ስግኣት ዝሓዘለ ሓሳብ ኣብ ውሽጠይ ይሽክርከር። ምብዓል እንተይልና ብዙሕ በዓላት ናይ ምብዓል ተመኩሮና ሰፊሕ እዩ። ሃይማኖታዊ በዓል ኣሎ፣ በዓል ዕልዋ መንግስቲ ኣሎ፣ ዝኣመሰሉ ዝተፈላለዩ በዓላት ኣለዉ እዮም። ከም ዝመጸልና ልምዲ ምብዓል፣ ባይታ ዝሕዝ እንተኾይኑ ኣጸጋሚ እዩ ዝኸውን። ብቐረባ ኣብ ኣዳራሽ ሕብረት ኣፍሪካ ዝተገበረ ዋዕላ መራሕቲ ቀዳመይቲ ሚኒስተር ባርባዶስ ዘስመዐኦ መደረ ምጥማት ኢትዮጵያ ብኣግባብ እዚ ንዓወት ኲናት ዓድዋ ይርድኦ ዶ ይኾን ክሳዕ ምባል ዘብጽሕ ኣገላልጻ እየን ኣቕሪበን። ወለዶ ንሕና ኢትዮጵያውያን ድማ ታሪክ ሃገሩ ስለዝኾነ ካሊእ ዝነሓንሖ ታሪኽ ዘይብሉ ከም ምዃኑ እውን ካሊእ ሃገራት ኣፍሪካ ነዚ ርዝነት ዝርድእዎ እውን ከም ምዃኑ ዓቕሚ ምብፃሕ ተዝበሓት ሕድ ሕድ ኣፍሪካዊ እንዳመፀ ምሃወፀ ኣብ ታሪክ ክፈልጥዎ ተዝግበር ነቲ ታሪክ ዝመርሑ ንጉሰ ነገስት ሚኒሊክ መን እዮም ብግቡእ ተዝርድኡ ነዚ ሕድ ሕድ ሃገራት ኣፍሪካ ዝጠልበኦ እውን ይመስለኒ። ዝድህሰሱን ዘይድህሰሱን ሃፍትታት እትብሕት ሃገርና ዘይድህሰሱ መስተንክራዊ ቅያታት ከም ዘለዉ ብተዳህሰስቲ ዝግለፁ ተፈጥሮኣውን ሰብ ሰራሕ ሃፍትታት ዘለዋ ተፈጥሮ ብዝበለፀ ዓዲልዋ ንምባል ዝስርዕ ብዙሕ ሓቅታት ርኡያት እዮም ዝብሉ ሓላፊ ቢሮ ባህልን ቱሪዝምን ስፖርትን ክልል ደቡብ ምዕራብ ኢትዮጵያ ኣይተ ፋንታሁን ብላቴ ነዞም ተዳህሰስቲ ሃፍትታት ከም ክልል ብዓሰርተ ዘፈራት ፈሊና ብምፅናዕ ንዓለም ለኸ ዕዳጋ ንምቕራብ ምድለዋት ከምዝተወገነ የረጋግጹ። እንደየ ፍላጎቱ የክልሉን የቱሪዝም ፖሊሲ። ከከም ዓውዱ ዓቕሚ ቱሪዝም እዚ ክልል ድርጁ ብዝኾነ ኣገባብ ኣጽኒዕና ኢና። ኣጽኒዕና እውን በቢ ዘፈሩ ፈሊና ኢና። ነቲ ዝተሓንጸጸ ናብ ጉግል እንዳስፈርናዮ ኢና ንርከብ። ንዝበለጸ ሌላ ዌብ ሳይት ነልምዕ ኢና ዘለና። ምስ ጂኦስፔሻል ስፔስ ሳይንስ ኢትዮጵያ ተዋዲድና ብኣግባብ ዝገለጽናዮ ዳግም መጽናዕቲ ምስ ዓለዎ ንዕዳጋ ዓለም ለኸ ክነቕርቦ ግቡእ እዩ ኢልና ንሓስብ እዚ ዓቕሚ ተጸኒዑ ተዓጺፉ ኮፍ ዝግበር ኣይኮነን። ቀንዲ መበገሲ መጽናዕትና ነዚ ሃፍትን ዓቕምን ንዓለም ለኸ ዕዳጋ ተበጻሒ ምግባርን ማዕጾ ዓለም ለኸ ዕዳጋ ጥሒስካ ብምእታው በጻሕቲ ክመጹ ምግባር እዩ እቲ ቀንዲ መበገሲ። ነዚ ብምስላጥ ናይቲ ክልል ዓቕሚ ቱሪዝም ናብ ዓለም ለኸ ምቕራብ ተግባርና እዩ። ንታሪኽና ካባና ብዝሓሸ ናይ ኻሊእ ዓለም ሰባት ከም ዝጥምትዎን ከም ዝሰነድዎን ዘብርሁ ገጣሚ፣ ጋዜጠኛን ሃያስን ኣይተ ነጋሽ ወልደኪዳን ኣብ ዘፈር ጋዜጠኝነት ዝርከቡ ምሁራን ብኣካዳሚክስ ንዝገብርዎ ጉዕዞ ኣብ ምዕራባውያን ሃገራት ዝተሓተሙ መጽሔታት ዘስፈርዎ ጽሑፍ ክድህስሱ ይምዕዱ። በአድዋ ጉዳይ እኮ የኛ የኢትዮጵያ ኣብ ታሪክ ዛዕባ ዓወት ኲናት ዓድዋ ኢትዮጵያን ጸሓፍቲ ካብ ዝሰነድዎ ንላዕሊ ኣብ ምዕራብ ዓለም ብፍላይ ኣብ ሕቡራት ሃገራት ኤሜሪካ በቲ ዘመን ዝወጹ መጽሔታት ዘውጽእዎ ብጣዕሚ ናይ ምድማም ዓቕሚ ዝብሕቱ እዮም። ጸሓፍቲ ኣብ ዘፈር ጋዜጠኝነት ሞያ መጽናዕቲ ዘሳልጡ ምሁራን ነቶም ጽሑፋት ኣሊሾም ካብ ውሽጦም ገለ ነገራት ኣውጺኦም ብብርኪ ማስትሬት ይኹን ዶክትሬት ተተጠቐሙሉ ዝረብሖም ብዙሕ ሓቅታት ምተረድኡ። መነ ዝቑጠበ ሃገር ሓዲኡ ተገይሩ ዝተፈላለዩ ስራሕትታት ብሰፊሑ እንዳተሰርሑ ከምዝርከቡ ይፍለጥ።
ልምዓት መስኖ ብቀረብ ምግቢ ዓርስኻ ንምኽኣልን ድኽነት ንምቅላስን ልዑል እጃም ዘበርክት ብምዃኑ ኢትዮጵያ ነቲ ዓውዲ ልዑል ጠመተ ሂባ እናሰርሐት ምዃና ተሓቢሩ። እዚ እውን ኢትዮጵያ ኣብ ዓለም ለኸ ጉባኤታት ከባቢ ኣየር ንክተስፍሕ ኣኽኢልዋ እዩ ቶማስ ሃይሉ ንዘዋደዶ ፀብፃብ ደሃብ ያሲን።
ሕርሻ ቀንዲ መሰረት ሃገር ኣብ ዝኾነሉ ሕፅረት ዝናብ እንተጋጥም ውሕስና ምግቢ ህዝቢ ካብ ምፍታን ሓሊፉ ቁጠባዊ ምንቅስቓስ ንኸተኣጓጉሉ እውን ይገብር ነዚ እውን ዘተኣማምን ኣማራፂ መስኖ ምፍጣር ፍታሕ እዩ ልምዓት መስኖ ብቐረብ ምግቢ ዓርሰ ንምኽኣልን ድኽነት ንምንካይን ዓብዪ ረብሓ ከም ዘለዎ ይግለጽ ብምዃኑ መንግስቲ ዓቕሚ ምልማዕ ኢትዮጵያ ሉዓላውነት ምግቢ ንምርግጋጽ ዝዓለመ ሃገራዊ ፋይዳ ክገልጽ ጸኒሑ እዩ። ኢትዮጵያ ዓሰርተ ክልተ ዝኾኑ ዓመት ሙሉእ ዝፈሱ ሩባታት፣ ዓሰርተ ክልተ ዓበይቲ ቃላያት ኢሉ እውን ተወሰኽቲ ኣካላት ማይ ኣለውዋ። ሚእትን ዕስራን ኣርባዕተን ቢልዮን ኪዩቢክ ሜትር ብልክዒት ፍሰት ሩባታት ዝተገመተ ገጸ ምድሪ ማይ ወናኒት እያ። ኢትዮጵያ ኣብ ልምዓት መስኖ ጠመተ ምግባራ ኣድላይነቱ ዝእመነሉ እዩ። እዚ ዝኾነሉ ምኽንያት ዓሚቕ ሃፍቲ መስኖ ዘለወን ኣንፈት ቁጠባኣ፣ ካብ ሕርሻ ዝመርሖ ናብ ኢንዳስትሪ ንምስግጋር ዝግበር ፃዕሪ ዝሕግዝ እውን እዩ። ብምዃኑ መንግስቲ ከባቢ ቆላ ዘለዎን ዓቕሚ ንምጥቃም ዘኽእል ፕሮጀክት መስኖ ብምህናፅ መርሃ ግብርታት ምትግባር እናወገነ ይርከብ። ቅድሚ ዓመት ዝወፀ መፅናዕቲ ከምዘመላኸቶ ኢትዮጵያ ብጣዕሚ ገዚፍ ብመስኖ ዝለምዐ መሬት ዘለዋ እንትኾን ሰብዓ ሚእታዊ ናይዚ ድማ ብባህላዊ መንገዲ ዝለምዕ እዩ። እዚ እውን ስራሕ መስኖ ብቴክኖሎጂ መንገዲ ናይ ምድጋፍ ስራሕ ተጀሚሩ እዩ። ኢትዮጵያ ብመስኖ ክለምዕ ዝኽእል ልዑል ዓቕሚ ከምዘለዋ እቲ መፅናዕቲ እውን ኣረጋጊፁ እዩ። ሚኒስቴር መስኖን ከባብታት ቆላን ምስ ባንኪ ዓለም ብምትሕብባር ዝገበሮ መፅናዕቲ ከምዘመላኽቶ ክሳብ ሕዚ ስራሕቲ ይስርሑ እኳ እንተሃለው ሕዚ እውን ተወሳኺ ስራሕ ዝጠልብ ምዃኑ እዩ ዘመላኸተ። ሚኒስቴር መስኖን ቆላን ከባብን ከምዝበሎ ብመስኖ ዝለምዕ መሬት ብቴክኖሎጂ ተሓጊዝካ ንምልማዕ ይስራሕ ኣሎ። እዚ ኢትዮጵያ ንመስኖ ዝሃበቶ ኣንፈት ዓለም ለኸ ልምዓት መስኖን ንከባቢ ኣየር ዘይብዳህ ጉባኤ መፍረያይነት ንክተሳልጥ ሓጊዝዋ እዩ። ኣብቲ ጉባኤ እውን ዓለም ለኸ ልምድታት ዝቐረበሉ እዩ ነይሩ። ኢትዮጵያ ኣብ ክልተ ሽሕን ዕስራን ሰለስተን ማእኸላይ እቶት ካብ መንጎ ዘለወን ሃገራት ንምስራዕ ብዘቐመጠቶ ሽቶ መሰረት ሃፍቲ ተፈጥሮን መስኖ ተክኖሎጂን ብዝግባእ ብምጥቃም ነዚ ሽቶኣ ንምዕዋት ዝሕግዛ እዩ። እዚ ሽቶ ንክዕወት ውሕስና ምግብን ለውጢ ከባቢ ኣየር ዝፃወር ቁጠባ ወይ እውን ልምዓት እዩ። መስኖ ተክኖሎጂ ውፅኢታዊ ብዝኾነ መንገዲ ኣብ ረብሓ ተውዒሉ ነቲ ፀገም ንምፍታሕ ዝሕግዝን ብኻልኦት ዓውድታት ኣወንታዊ ውፅኢት ንምምፃእ ዝሕግዝ እዩ። ይኹን እምበር እዚ ሕቶ ኣብታ ሃገር ከባቢ ቆላ ምስ ዝርከቡ ሓረስቶት ኣርባሕቲ እንስሳትን ዝተተሓሓዘ እዩ። ከባብታት ቆላን ኣርባሕቲ እንስሳትን ዝህብዎ ረብሓን ዕድልን ብዙሕ እኳ እንተኾነ ክሳብ ቀረባ እዋን ግና ብዓሚዩቕ ተመርሚሩ ከይተሰርሐሉ ፀኒሑ እዩ። ኣብ ኢትዮጵያ ከባቢ ቆላ ዝርከቡ ሰፋሕቲ መሬት፣ ማይ፣ እንስሳ፣ ሃፍቲ ሰብን ብምጥቃም እዛ ሃገር ዘቐመጠቶ ሽቶ ልምዓት ንክተዕውት ጠመተ ተባሂብዎ ክስራሕ ይግባእ።

ዋና ፈፃሚ ስራሕ እቲ ኮርፖሬሽን ዶክተር ፍስሃይ ታገሱ፣ መንግስቲ ዓውዲ ኢንቨስትመንት ንሰብ ሃፍቲ ወፃኢ ቅልጡፍ፣ ሰሓብን ተመራፅን ንምግባር ዝወሰዶ መበረታትዕታት ፖሊሲ፣ ሃገር በቆል ስራሕቲ ሪፎርምን ኣብ ፍሉያት ዞባ ቁጠባ ዘለዉ ግልጋሎታት ሓደ መስኮትን ኣብሪሆም። ኢትዮጵያ ዘለዋ ሰፊሕ መንእሰይ ሓይሊ ተመራፂን መብፅሒት ኢንቨስትመንት ከም ዝገብራ ምግላፆም ካብቲ ኮርፖሬሽን ዝረኸብናዮ ሓበሬታ ኣረዲኡ። ኢትዮ ግሩፕ ኢንጂነሪንግ ብቻርጅ ዝሰርሓ ስኩተራትን ብስክሌታትን ምፍራይ ጀሚሩ። መፍረይ ኢንዱስትሪ ኢትዮ ግሩፕ ኢንጂነሪንግ ብቻርጅ ዝሰርሓ ስኩተራትን ብስክሌታትን ምፍራይ ከም ዝጀምር ኣፍሊጡ። ዋና ፈፃሚ ስራሕ እቲ ግሩፕ ኣምባሳደር ስሌማን ደደፎ ከም ዝገለፅዎ ብኤሌክትሪክ ቻርጅ ዝሰርሓ ስኩተራትን ብስክሌታትን ፀገም መጓዓዝያ ብምቅላል ምጭንናቕ ትራፊክን ኣብ ምንካይ ኣስተዋፅኦ ኣለወን። እቶም ፍርያታት ኣብ ኣዲስ ኣበባ ሓዊሱ ኣብ ክልል ከተማታት እናተሰርሑ ንዝርከቡ ልምዓታት ኮሪደር ኣብ ግምት ብምእታው ከምዝኾኑ ገሊፆም። ኣብ ውሽጢ ሰለስተ ሰሙን ናብ ዕዳጋ ከምዝቐርቡ ተሓቢሩ።

ፕሬዚደንት ኣሜሪካ ዶናልድ ትራምፕ ሃገሮም ንዩክሬን እትህቦ ወተሃደራዊ ሓገዝ ብግዜያውነት ጠጠው ንክተብል ምውሳኖም ገሊጾም። እቲ ውሳነ ፕሬዚደንት ዶናልድ ትራምፕ ምስ መዘንኦም ቮሎድሚር ዘለንስኪ ቅድሚ መዓልታት ኣብ ቤተ መንግስቲ ዋይት ሃውስ ዘካየድዎ ዘተ ብዘይምርድዳእ ብምዝዛሙ ስዒቡ እዩ። ኣሜሪካ ዘሕለፈቶ ውሳነ ንዩክሬን እትህቦ ሓገዝ ፍታሕ ምሃብ ብዘኽእል መልክዑ ምዃኑ ንምግምጋም ከም ዝኾነ ተሓቢሩ። ኣብ ዙርያ ውሳነ ኣሜሪካ ፕሬዝደንት ዜሌንስኪ ብዛዕባ እዙይ ምንም ዝበልዎ ነገር የለን። ብተወሳኺ እውን ኤምባሲ ዩክሬን ኣብ ዋሽንግተን ዝቕታ ምምራፁ ሬውተርስ ኣብ ዘውፅኦ ሓበሬታ ይገልፅ። ኣሜሪካ ኣብ ዝሓለፉ ሰለስተ ዓመታት ንዩክሬን ብዝተፈላለዩ ኣግባባት ሓገዝ ምግባራ ይዝከር ክብል ፀብፃብ ሬውተርስ ኣመላኺቱ'ሎ። ክቡራት ተኸታተልቲ ዜናዊ መሰናዶታትና ቅድሚ ምዝዛምና ቀንዲ ቀንዲ ነጥብታትና ክነዘኻኽረኩም። ሰላም ከተማ ባህር ዳር ምዕሳል ኣገዳሲ እዩ ክብሉ ምክትል ቀዳማይ ሚኒስትር ተመስገን ጥሩነህ ተዛሪበዋል። ኣብ ክልል ትግራይ ኣብ ዝርከቡ ጥንታዊ ሓድግታት ስራሕቲ ሕድሳትን ፅገና እናተካየደ ምዃኑ ቢሮ ባህልን ቱሪዝምን ግዜያዊ ምምሕዳር እቲ ክልል ኣፍሊጡ። ካብ ወፃኢ ኣሜሪካ ንዩክሬን እትህቦ ወተሃደራዊ ሓገዝ ንግዚኡ ደው ምባላ ኣፍሊጣ። ክብራት ተኸታተልቲ ንሎሚ ናባኹም ዝሓረናዮ ዜናዊ መሰናድኦታት ቲቪ ትግርኛ እዚ ይመስል ነይሩ። ስለምክታልኩም ነመስግን። ጌታቸው ኣለዉ ምስ መላእ ሰሙያ ስቱዲዮ ሓቢረኩም ነይረ።